እቲ ገጻት ዝበሃል ወፍሪ ባሕሪ ነጋሽ ብጥቕልሉ ሳምናይ ወራር ማለት እዩ። ቅድሚ ወርሕን ሓሙሽተ መዓልትን ኣቢሉ ገይሩ ማለት እዩ ነይሩ፣ እቲ ሽዑ ኣነ ዝተወጋእኩሉ ማለት እዩ። ብማእከል በቲ ቀንዲ ግንባር ናቕፋ ዝበሃል ብዕርድታት ፊደልታን ገለን ጸላኢ ኣሎ ብዝበሃል ብሓንቲ ጸባብ ቦታ በሲዑ ዝሓለፈሉ ገጋጣሚ እዩ ነይሩ። ምጉጽጓጽ ነይርዎ፣ ብዙሕ ላዕልን ታሕትን ነይርዎ። ብዝኾነ። ከምቲ ቀዳማይን ኻልኣይ ግዜ ክድገም እዩ ኣብቲ ካልኣይ ግጼ ገጽ ስለ ዝተባህለ ቦጦሎንና ንተደራቢ ሓይሊ ንውሽጢ ናቕፋ ገጽና ክንኣቱ ነይሩና ን እንዳ ሱሳን ሓደን ንደፍኦም ስለ ዝነበርና ናይ እንዳ ሱሳን ሓደን ንውሽጢ ገጾም ይደፍኡ ንሕና እንዳተደፋፋእና ጻዕቂ ናይቲ ግንባር ንምፍጣር ማለት እዩ ቀዳይማይቲ ጋንታ ናይታ ጋንታና ካብተን ክልተ ጋንታታት ተነጺላ ክትሰግር ነይርዋ ንቤት ሕመድን ተዓጠቕን ሰጊራ ክትሕዝ ስለ ዝነበራ ምስ ከደት ሙሉእ ሬድዮ ምቁራፅ ዝተቋርፅ እታ ጋንታ ምስ ኣቋረፀት ክከታተላ ኣለኒ ድፋዓ ሒዛን ኣይሓዘትን ከረጋግፅ ነይሩኒ እዚ ምስ ሰኣንኩዎ ምርባሻት መፂኡ እታ ጋንታ እንታይ ኮይና ርክብ ኣቋሪፃ ሬድዮ ኣብያታ ዶ ትኸውን ተጋግያ መገዲ ዶ ትኸውን እንታይ ትኸውን ገለ ስግኣታት ነይሩ ብዝኾነ ምሉእ ለይቲ ምስ ሓደረ ኣጋ ወጋሕታ ክኸውን እሞኒ ክትጋገየሉ እትኽእል መገዲ ናብ ጸላኢ ኣቲና ክልተ ሰብ ማለት እዩ ክንከታተላ ኔርና እታ ጋንታ ኣነን ወዲ እስቲፋኖስን ንበሃል ንኣትውን ውሽጢ ድፋዕ ማለት እዩ ውሽጢ ድፋዕ ክተጋግያ ከይትኸውን ከይትኸውን እሞኒ ክንመልሳ እዩ እቲ ሓሳብ ብዓብኡ ከኣ ሓድሽ ድፋዕ ንሕዞ ስለ ዝነበርና ቅድመና ዘሎ ጸላእን ንሕናን ከመይ እዩ እቲ ተኣሽሙ ክንፈልጦ ነይሩና እቲ ቦታ ውን ብዓቢኡ ብዘይካ እቲ ንሱ ማለት እዩ ኣነን ንሱን ከይድና ተጸጊዕና ጸጊዕና ኣብ ጥቓ ጸላኢ በጺሕና ኣብ መወዳእትኡ ናብ ወጋሕ ገጹ ከይዱ እንዳ በርሀ መጺኡ ዓይኒ ዝራኣይ ኣብ ዝኾነሉ ግዜ ካብ ምብራቕ ንምዕራብ ቀጢን ቡን ዝተወቕጠ ዝመስል ተመን ፈልፈልፈልፈልፈል ኢለ እሓልፍ። ሽዑ ዘይተረድኣኒ ርሂጸ ገለ ነብሰይ ቀዛሕታ ተሰሚዑኒ፣ ወዲ እስጢፋኖስ ንመለስ ክብሎ እደሊ። ብኣፈይ ዝሕዘሉ ነገር ግን ከኣ እቲ ግዜ ናይ ምምላሳ ውን ኣኺሉ እዩ በቲ ልክዕ መልክዑ። ምኽንያቱ ድሕርኡ ጠላዕ ጎበሎ ክርእየና እዩ፣ ጸላኢ ተኹሲ ክኸፍት እዩ። የማነ ጸጋምና ናይ ጸላኢ ፈንጂታት ተተኺሉ ኣሎ። ናህና ፈንጂና ውን ሰጊርና መጺእና። ዓርር! እንዳተኸታተልና ንኸይድ በዚ ዝተተኽሉ ፖምስ ዝበሃሉ ኣለው ዝራኣዩ ብስልኪ ዝተኣሳሰሩ ዘይተርፉ ከኣ ኣብ መሬት ዝቅበሩ ከኣ ፈንጅታት ኣለው ባክሌት ወዲ ባክሌት ዝበሃሉ እምኒ ንእምኒ ተዕቅድ እንዳነጸርና ንኸይድ። ዝተወሰነ ተጓዕዙ ተጓዒዙስ ከምዚ ከምዚ ዓይነት ዝተነድቀ ናይ ድፋዕ ዝመስል ቦታ ኣለዋ ሰሳሕ ለይቲ መሬት ኣብዚኣ ክትትከል ኣይትኽእልን እያ ዝኾነ ሰብ ክተኽለላ ኣይክእልን እዩ ለ ኣብ ኣብ ብኾፍ ይከታተል ይከታተል ይከታተል ብኾፈይ ከለኹ ኣብቲ ሙሉእ ኣብ ኮፍ ኢለሉ ዝነበርኩ ፈንጂ ተቐይራ ትጸንሕ ተልዕለኒ ንደቡብ ገጸ የጥምት ነይረ ንሰሜን ኮይኑ ኩሉ እዚ ስረይ ኮስመይ ፍርቂ ጃኬተይ ተቆራሪጹ ከይዱ የለን ኩሉ እቲ ኣብ ከም ዝተወለድኩሉ ኣብዚ ሙሉእ ተጋሪ ዓጽሙ ኣንጉዑ ገለ ተረፍ ሃቲቱ ክሪኦ ክኢለ። ኣብዛ ናይ ጉዓሰም ግዜ መወዳእታ ዘይብሎም ስእለ ሓሳብ እዮም ኣብ ርእስኻ ዝመጹ ቭቭቭ ዝብሉ ሓደ ግዜ ሚትካ ቀጠልያ ህሞት ኣብ ልዕለኻ ክዘውር ከሎ እዩ ዝረኣየካ ካልእ ግዜ ምስ ሞትካ ዝበህለልካ ኢኻ ኣብ ሓጺር ግዜስ መወዳእታ ዘይብሉ ዝተደባለቁ ሓሳባት ቭቭ ኢሉ በቃ ሓር ወዲ እስቲፋኖስ ተሰኪሙኒ ክወጽእ ጀሚሩ ክኽእለኒ ኣይክእልን እዩ ኣዝዩ ግዝፊ ነይሩኒ ኣሃዱ እታ ጠፊኣ እተባህለት ኣብ ልዕለና እትዓቢ ጎቦ ንሕና ሓሊፍና ኣብቲ ቅይዲ መኣቲ ተርሽሙ ሓር ጉዮ ጉዮ ኮይኑ ሓድሽ ተኹሲ ጀሚሩ ጸላ ክትኩስ ጀሚሩ ንሕና ብጾትና ንዓና ከውጹና ተኹሲ ኮይኑ ብዝኾነ ዝተወግኣ ኣይነበረን ዝተሰውኣ ኣይነበረን ንዓይ ኣውጺኦምኒ ሽዑ ምስ ዝነበረኒ ጉልበት፣ ምስ ዝነበ መስርዕ ምሉእ ምሉእ መዓልቲ ካብ ዝባና ካይወረድኩ፣ ካብዚ ዝብለካ ንጫውራ ሒዛትኒ ብምትጉዓዝ ምሉእ መዓልቲ ብሩባ ውሬት ጭራዕ ኣትብል ውዒላ እታ መስርዕ ማለት እዩ። ምስኡ ሃለዋተይ ኣጥፊኤ ነቕጽ ናዮይ ማይ ኣሎ እስጋ ከብደይ ብምሉኡ እዩ ተሃራሪሙ ተበሳሲዑ። ናብ ሕክምና በጺሑ ማለት እዩ ድሕሩ ዝቐጸለ እቲ ናይ ሕክምና ጉዕዝኡን ስለ ዝኾነ ግን እቲ ስምዒት ኣብ መንጎ ምስንካልን ኣብ መንጎ ጥዑይ ምዃንን እዩ እቲ ቀንዲ እቲ ተኣሽሙ ኣብ ርእስኻ ኣብ ርእሲ ኣይነበረን ብምስንክልናስ ካብ ኩነት ናይቲ ኣሃዱና ክወጽእ ሓሲበሉ ይፈልጥን በምንም ተኣምር ሓሲበሉ ይፈልጥን ሓቂ ሓይሽ መውጋእትን መስዋእትን ኣብ ቅድመኻ ኣሎ ብኣምር ትፈልጦ እኻ ፈሊጥካዮን ክትረኽቦን ዘሎ ፍልልይ ግን ዓቢ ጋግ እዩ ድሕሩ ዝኾነ ናይ ቃንዛ ህይወት እዩ ተስተማቒሩ። ብዙሕ ምጥባሕታት፣ ብዙሕ ናይ ሕክምና ግዜታት ሓሊፉ፣ ብዙሕ ከኣ ምስ ቃንዛ ዝሓልፍ ግዜታት ነይሩ።

ጅልሃንቲ ኣብ ቤት ምሶር ኣብ ዝነበርናሉ እንዳ ስንኩላን ዝበሃል ቦታ ነይሩ ዕዉር ይምራሕ ስካን ቆራፅ ነደቓይ ተባሂሉ ዝፍለጠሉ ግዜታት ኣነ እዝክር እየ። ብዓብኡም ቤት ምሶራ ክምህሩና ብዙሓት ስንኩላን ብፆት እዮም ምሂሮምና። ስንካለ ንዓይ ባእሲ ስለዘተጀምረ ብርቂ ነገር ኣይኮነን ነይሩ። ተጋዳላይ ብቆራፅ እሞ ብዘይካ ኣብ ገድሊ ኣነ ኣይፈልጥን ቆራፃት ተእጋሮምሲ ምርኩስ ተደጊፎም ነዳቆ ዝብል መዓርግ ነይሮ ነዳቃይ ኩስቶ ይበሃል እቲ ቆራፅሲ ነዳቃይ ናይ ጉልበት እዩ ኣብ ሓደ ገለ ተንጠልጢሉ ዝነድቀሉ ካልእ ጥዑይ ዝበሃል ንዕኡ ዝኣሊ ሰብ የብሉን። ደሓር ሓሊፉ ሓሊፉ ሰኸሙን ሰኸም ገድልን እዩ ሓንጊሩ እቲ ስንኩል ዝበሃል። ምኽንያቱ ስንኩላን ዝበሃሉ እቲ መብዛሕትኡ ናይ ክፍልታት ህዝባዊ ግንባር ዝበሃል መብዛሕትኦም ዘዝሰንከለ ናብኡ እዩ ዝኣቱ። ገሊኡ ዕጥቂ ሰፊ፣ ገሊኡ ሞዴስ ፋብሪካ ሞዴስ ነይሩ ከምኡ እንዳ ፓስታ ዝብሃል ነይሩ እንዳ ራሕባ ዝብሃል ነይሩ እንዳ ብዙሕ ብዙሕ እንዳ ኤለትሪክ እንዳ ሓጺን ከምኡ ዝኣመሰሉ ትካላት ህዝባዊ ግንባር ኣብቲ ደጀን እቶም ስንኩላን ዓሞም ናብዚኦም እዚ ከም ብሓድሽ ክትኣቱ ሓድሽ ገድሊ ምጅማር እዩ ነይሩ ካብቲ ቀዳማይ ካልእ ናይ ምውጋእ ገድልስ ናብቲ ናይ ስንክልና ገድሊ ንምእታው እዩ ነይሩ ሓቂ ሓይሽ ንምቕባሉ ቁሩብ ኣብ መጀመርያ የጸግመካ እዩ ጥዑይ ክልተ እግሪ ነይሩኳ ሓደ እግሪ ክስእን ምስኡ ገለ ክጎድል ምስቲ ቃንዛታቱ ዘዛምድ ዕድመውን ብዕድመ ደረጃ ካብ ዓሰርተ ትሽዓተ ናብ ዕስራ ዓመት ኣቢለ ዝረግጸሉ ግዜ እዩ ነይሩ እቲ ናይ እግረይ ዝስንክለሉ ዝነበርኩ ግዜ ዕድመውን ናቱ ተራ ኣለዎ ንምዝማድውን ዝበቅዕ ርእሲ ኣይነበረንን ስምዒት ኣለኒ ከም ዝኾነ ዝደፍእ ጉብዝና ኣለኒ ግን ዘዛምድ ንምዝማድ ዝኸውን ግዜ ግን ብቕዓት ይጎድል። በዚ ኣብ ገለ ከምኡ ምስ ገጠመካ ጅጅው ተብለሉ ግዜ ነይሩ። ደሓር ከኣ በዚን በዚን ተለኻኺዕካ በዚን በዚን ደብዳቤ ከምዚኦም ሕጂ ተጻሒፎም ዘለዉ ጽናዕ፣ መክት፣ ተጓዓዝ፣ ሰጉም ዝብሉ ምስ ቀጸሉ በተን ተሪፈናኣ ዘለዋ ኣካላት ንኽትሓኩርን ንኽትጋደልን ተጋዳላይ ትብል መዓርግ ከይትእለየካ ንዓኣ ከነኽትሕልዋ ማእለያ ዘይብሉ ኣታ ሙሽሙሽ ንስኻ ሰጋትላይ ትበሃል ከመይ ጌርካ ከምኡ ትብል በዚ ነዚ ዘይጾር ክብለካ ብጻይካ ቀሊል ኣይነበረን ስለዚ ነዛ ተጋዳላይ እየ ክትብል ክትዕቅባ ንኹሉ ቃንዛኻ ንኹሉ ስንክልናኻ ክትምዕጎ ነይሩካ ምዒገዮ ከም ዝኾነ ተጋዳላይ ከዓ ሓሊፈዮ ማለት እዩ ኣይትበሓለል ህዝበይ ኣይዞ ገማታ ፍትሓዊ ትረ መግዛቲ ነበር

ህዝባዊ ሰራዊት ሓርነት ኤርትራ ዕለት ዓሰርተ ሸሞንተ ወርሒ መጋቢት ሽሕን ትሽዓተ ሚእትን ቴስዓን ናብ ዑቕበ ኪዳነ፣ ዓይኒ ድሙ፣ ብቐዳምነት እቲ ወሰን ዘይርከቦ ዘለኒ መሪርን ሕሱምን ሱር ሰደደ ናፍቖት በቲ ብጻያውን ሕውነታውን ዝኾነ ሰላምታይ ኣብዛ ብጣስ ወረቐት ብመጠኑ ክፋል ናይ መንፈሰይ እትገልጽ ከየስተውሓድካን ከየነኣኣስካን ብዓሚዩቕ ናይ ብጻይካ ከተስተማቕራን እልእከልካ ኣለኹ'ሞ ተቐቢልካ ብልሳንካ ኣንብባ፣ ትሕዝቶኣ ባዕልኻ ዛዝሞ። ብቐጻሊ ኣብ እተካይዶ ሰውራዊ ንጥፈታትካ ይኹን ባህላዊ ስርሓትካ ዓወት ምስ ኣሳልጦ ንኽትረክብ ልባዊ ትምኒተይ ክገልጸልካ እፈቱ። ነዚ ንምስልሳል ከኣ ዝተማልኤ ጥዕና ምሉእ ጉልበት ንኽህልወካ እምነ። To my best comrade ዕቕቡ ኪዳነ ቻው ቻው From your comrade ዮሴፍ ፍቓዱ ዓወት ንሓፋሽ! እዞም ደብዳበታት እዚኣቶም ተራ ነይርዎም፣ ምኽንያቱ ኣብ ዝሰንከልካሉ ወይ ከኣ ዝተሃረምካሉ ድሒሩኡ ዝተጻሕፉ ናባኻ እዮም መብዛሕትኦም። ስለዚ ኣብቲ መንፈሳዊ ህይወትካ ወይ ከኣ እቲ ትብዓት ውሽጣዊ ሕልናኻ ገለመለ ኣብ ምንዳቕ ኣብ ምስራትሲ ተርኦም ከመይ ከመይ እዩ? ቀሊል ኣይነበረን፣
ቀሊል ኣይነበረን። ምኽንያቱ ደብዳበ ዝጽሕፈልካ እታ ሰለስተ ርብዒ ናይታ ገጽ ዋላ ኩላ ገለ ሰላምታ ናይ ብጾትካ ገለ ክስቶ ሰላም ብለካ ወይ ከኣ ክስቶ ብጾት ሰባ ጋንታና ከም ሰላም ትብለካ ካልእ ንምጽንናዕ እዩ ኣብቲ ሰውራዊ ሰላምታ ጽንዓትካ ሓይልኻ ካይጎደለ ሓያል ከም ቀደም ክትከውን ከም ዘለካ ዝእምት ዘጸናንዕ ዝደፍእ እዩ እቲ ዝበዝሕ እቲ ደብዳቤ ብዓቢኡ ከኣ ዘሕለፍካዮ መቐረት ናይ ብጻይነትን ፍቕርን ኣብቲ ኣሃዱኻ ነዚኦም እዮም ዝገልፁ። ነዚኦም ሓሊፍካ ነቶም ዝቐበርካዮም ስውኣት ከይተግደዖም ወይ ከዓ ኣብ ኣሰሮም ንኽትክእ እዞም ደብዳቤታት እዚኦም እዮም ዝደፍኡኻ። ስለዝኾነ እየ ከዕቅቦም ማለት ብጥበበይ ኣይኮንኩን ኣኪበዮም ነዚኦም የፀናንዑኒ ስለዝነበሩ እየ ከእክቦም ተገዲደ። ደሓር ከዓ ኣብ ርሕቕ ዝበለ ካብ ናይ ተኹሲ ቦታ ስለዝረሓቑ ነዚኦም ንምዕቃብ ፀገም ኣይነበሩን። ኣብ ኩርናዕ ናይ ሻንጣይ ኣብዚ ናይ ብስክሊተይ ገለ ተቐርቂሮም ስለ ዝነብሩ፣ ገለ ምሉእ ኣካላት ኣብ ዝነበረኒ ግዜ ዝዝክሮም ግዜ ንዕኡ ዘዘክሩ ስለ ዝኾኑ፣ ከምዚ መጽሓፍ ቅዱስ ኣብ ገለ ግዜታት በዓላት ተመሊስካ ተንብቦ፣ ንዕኡ የንብብ፣ ይጸናናዕ፣ ይሕጎስ፣ ንድሕሪት ይምለስ፣ ትስፉው ነገራት ይኸውን፣ ገሊኦም ሕሉፋት፣ ገሊኦም ዘለዉ ክኾኑ፣ ከም ብሓድሽ ብኡ ተበጊሰ ደብዳበ እጽሕፈሎም፣ ንሳቶም'ውን ደብዳበ ልእኹለይ፣ ናይ መጸናንዒ ደብዳበታት እዮም እዚኣቶም ነይሮም። ድሕሩ ከኣ ኣብዚ ሕጂ ምስ በጽሑ ከኣ ናይ ዝኽርን ናይ ሓበንን ኮይኖም ማለት እዩ። ድመት ሓወይ ከም እትርድኦ ውድብና ብዙሕ ልኽላኻትን ጽንኩር መድረኻትን ክሓልፍ ጸኒሑን ኣሎን። ኣነን ንስኻን ውን ንብዙሕ ካብኡ ተኻፊልናዮ ብጽንዓት ውን ሓሊፍናዮ ኢና እሞ ኣብ መትከል ሓርበኛታት ጸኒዕና ንቃለስ ዘለና ምዃንና ዘራጋግጽ ህያው ምሰክር እታ ትፈትዋ ሽኮ እግርኻ ምስኣን ንዓኻ መራፊት ንዓይ ድማ ግዝግዛ ከስፍረና ኣኽኢልና'ዩ። እዚ ምፍልላይ'ዚ ናይ ቦታ ምርሕሓቕ ማለተይ'ዩ። ኣብ መትከል፣ ኣብ ዕላማ፣ ዋላ'ውን ኣብ ፍቕርና ክፈሊ ዝኽእል ዘሎ ኮይኑ ኣይስምዓንን። ኣብ ደብዳበታት
ካብ ብጾትካ ካብ ዝረኣኽዎ፣ ካብ ሓንቲ ብጸይትኻን ኣፍቃሪትካን ድማ ናብ ስንኩል ብጻይ ዑቕበ ኪዳነ፣ ዓይኒ ድሙ ዝብል ኣንቢበ ቅድሚ ስምካስ ስንኩል ዝብል ቅጽል ኣትዩ ኣሎ ስንኩል መዓርግ ድዩ ቅድሚ ስብካ ጥብቆ ዝከውን ዘሎ። እወ
ንሃገርካ እተወክፎ ክቡር ካብ ኣካላትካ መንነት እዩ ኣካላትካ ሂብካ ፍቅሪ ሃገርካ ኣረጋጊጽካ። ስንኩል ንዓይ ጸርፊ ኣይኮነን ስንኩል ንዓይ መንነት እዩ ስንኩል ንዓይ መዓርግ እዩ ስንኩል እንተ ኢሉኒ ሓደ ንዓይ እወ ስንኩል ንምንታይ ዝሰንከለ ስንኩል ሃገር ከናዲ ዝሰንከለ ስንኩል ስለ ዝኾነ ንዓይ መግለጺ መንነተይ እዩ እንዳሃደምኩን እንዳሃጀምኩ ዝሰንከልክዎ ኣርእስተይ ኣይኮነን ሃገር ኣብ ምንዳይ ግን ሰንኪለ። ንዓይ ክብሪ እዩ ንዓይ ሓበን እዩ ስለዚ መዓርገይ እኻ ስለዝኾነ ናብ ስንኩል ብጻይ ዕቑብ ኪዳነ ኢሉ ንዝተጻሕፈለይ ከነኣእሰኒ ወይ ከትሕተኒ ኢሉ ኣይኮነን ጽሒፍዎ መዓርግ ወሲኸ ካብ ተጋዳላይሲ ክልተ ወሲኸ ተጋዳላይ ዝብል ከምዝኾነ ተጋዳላይ ይብጽሓኒ ስንኩል ተተወሲኹኒ ክልተ ድርብ መዓርግ ደሪበ ክልተ ስንክልና ብ ክልተ ተጋዳላይ ኮይነ ተጋዳላይ ኔረስ ብስንክልናይ ንተጋዳላይ ዘረጋገጹ እየ ካብቲ ጥዑይ ኣነ በልጽ ይሓልፍ ምክንያቱ ገለ መንነት ወሲከ ገለ ታሴራ ተቀቢለ ወይ ከኣ ገለ ምስክርነት ተዋሂበ እዚ ምስክርነት ብበሰላ እዩ ዝዕቀን ገዚፍ በዘላ ዘለዎ ገዚፍ ሃገራውነት ተቀቢሉ ዝደመቀት ታሴራ ተቀቢሉ ስለዚ ስንኩል ማዓሪጋ ብዘበነ ገድለ ገለ ክፋልካ ምስቲ ስዉእ ስለ ዘሎ፣ እወ። ብዓብኡ ብፌርማ ናይ ኣካላትካ ብደምካ ገለ ስለ ዘረጋገጽካ፣ ምናእሲ ስዉእ ማለት እዩ ስንኩል። ንግዜኻ፣ ንኣዝዩ ንኡድ ዝኾነ ኣዛናትዋኻ ወይ ከኣ ዝኽርታትካ ብልቢ እየ ዘመስግን። ግን ሓንቲ ቃል በሎም እንተትበሃል ንተኸታተልትናን ተዓዘብትናን ናይ ሻማ ኢንተርተይመንት ሜድያ እንታይ ምበልካዮም?
ሳብስክራይብ ግበሩ።
ሻማ ኢንተርተይመንት